ሰላም ሰላም ፍትዋትን ክብራንን ኣብ መላእ ዓለም ዝርከቡ ናይ ቻናለይ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ሙሉእ ተስፋ እያ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓ ከምዛ ትርእይዋ ኣለኹም ዋጋ ወርቂ ክንደይ እኒሆ ወሲኽዶ ቀኒሱ ንዝብል ሎማዓንቲ ጁን ሸውዓተ ወይ ካዓ ጉንበት ሰላሳ ኣብ ናይ መወዳእታ ወርሒ ጉንበት እዩ ዝኸውን ዘሎ። ካብ ዓሰርተ ኣርባዕተ ካራት ጀሚርና እስካብ ዕስራን ኣርባዕተን ካራት ዘሎ ክንርኢ ኢና። እስካዕ ቪድዮ ፍጻመ ንክትከታተሉ ብኣኽብሮት ይዕድም። ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ካዓ ላይክ ሸር እናግበርኩም ንክተበረታትዑኒ ብትሕትና ይላቦ። ላይክ ሸር ንእትገብሩለይ

ብዓሰርተ ሰለስተ ሽሕን ኣርባዕተ ሚእትን ሓምሳን ሓደን ቅርሽን እዩ ክሽየጥ ውዒሉ ዘሎ ማለት እዩ። ብምቕጻል እንሪኦ በዓል ዓሰርተ ሓሙሽተ ካራት በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓ ነጥቢ ስሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ኣርባዕተ ሽሕን ኣርባዕተ ሚእትን ስሳን ሓሙሽተን ቅርሽን ክሽየጥ ውዒለ ኣሎ። እዚ ብናይ ብሄራዊ ባንኪ ኮይኑ ናይታ ወርቂ ጥረ ገንዘብ ብቻ ማለት እዩ። ቀፂልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብተስዓን ሽዱሽተን ነጥቢ ዜሮ ዜሮ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ኣርባዕተ ሽሕን ሰለስተ ሚእትን ስሳን ትሽዓተን ቅርሽን ክሽየጥ ውዒል ኣሎ ማለት እዩ። ቀፂልና ንሪኦ በዓል ዓሰርተ ሸውዓተ ካራት በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ክልተን ነጥቢ ዜሮ ሓሙሽተ ሳንቲም፣ ዶላር፣ ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሽዱሽተ ሽሕን ሓደ ሚእትን ሰብዓን ሸሞንተን ቅርሽን ክሽየጥ ውዒለሎ ማለት እዩ ክብራት ኣሕዋተይ። ቀጺልና ንሪኦ በዓል ዓሰርተ ሸሞንተ ካራት እዩ ክኸውን። ዓሰርተ ሸሞንተ ካራት ከምቲ ዝፍለጥ ብጣዕሚ ተፈላጥነት ዘለዎ ብፍላይ ድማ ብኣፍሪካ ወይ ከዓ ብኢትዮጵያውያን ደረጃ ብጣዕሚ ተፈታውነት ዘለዎ ዓይነት ወርቂ እዩ ኢሉ እውን ኣብ ውጭ ዓድታት ብጣዕሚ ተፈታዊ እዩ ማለት ናብ ደስ ዘለኩም ዓይነት ሕብሪ ቀይርኩም ትሰርሕዎ ወርቂ ብጣዕሚ ጠንካራን ለስላሳን ወርቂ እዩ ነይዚ ዋጋ ድማ ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሸውዓተን ነጥቢ ሱሳን ክልተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከኣ ብ ዓሰርተ ሸውዓተ ሽሕን ኣርባዕ ብ ዓሰርተ ሸውዓተ ሽሕን ኣርባዓን ሸሞንተን ቅርሽን እዩ ክሽየጥ ውዒሉ ዘሎ ማለት እዩ።

ይቅርታ ብዓሰርተ ሸውዓተ ሽሕን ትሽዓተ ሚእትን ቴስዓን ሸሞንተን ቅርሽን እዩ ክሸጦ ውዒሉ ዘሎ ብሄራዊ ባንኪ። እዚ ዋጋ እዚ ናይቲ ወርቂ ጥረ ገንዘብ ብቻ እዩ። ምክንያቱም ናይ ምንም ዓይነት ነገር ኣክሰሰር ዘይወሰኸ ማለትም ናይ ቫት ክኸውን ይኽእል ናይ ሰራሕተኛ ናይ ገዛ ክራይ ናይ ሓደ ሓደ ነገር ዘይወሰኻ ናይታ ወርቂ ናብ ምንም ዓይነት ዲዛይን ዘይተቐየረት ወርቂ ብቻ እያ ማለት እዩ። ቀጺልና ንሪኦ በዓል ዒስራ ካራት እዩ ክኸውን። በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ትሽዓተን ነጥቢ ዓሰርተ ሓሙሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸሞንተ ሽሕን ትሽዓተ ሚእትን ኣርባዓን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዕስራን ሓደን ካራት እዩ ክኸውን። ዕስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ሽዱሽተን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ትሽዓተ ሽሕን ትሽዓተ ሚእትን ሰማንያን ሓደን ቅርሽን እዩ ክሸጦ ውዒሉ ዘሎ። ብሄራዊ ባንኪ ናይቲ ወርቂ ጥረ ገንዘብ ብቻ ማለት እዩ። ከምቲ ዝፍለጥ ዕስራን ሓደን ካራት ብጣዕሚ ተፈታዊ ኢሉ ውን ተፈላጥነት ዘለዎ ብኢትዮጵያ ደረጃ ብቻ ዘይኮነ ብኢትዮጵያ ኢሉ ሓሊፉ ውን ብኣፍሪካ ደረጃ ኢሉ ውን ብዓለም ደረጃ ብጣዕሚ ተፈታዊን ተፈላጥነትን ዘለዎ ዓይነት ወርቂ ዕስራን ሓደን ካራት ማለት እዩ። ንስኻትኩም ከ ክንደይ ትገዝእዎ ኣለኹም ድማ ኮሜንት ፀሓፉ። እዚ ብናይ ብሄራዊ ባንክ ኮይኑ ብናይ ግለ ሰባት ኣብ ደገ ከዓ እስካብ ዕስራን ሸውዓትን ሽሕ እዩ ዝሽየጥ። ምክንያቱም ናይ ኩሉ ዓይነት ዘካተተ ንኣብነት እቲ ወርቂ ዲዛይን ገይሮም ንክሰርሑ ናይ ገዛ ክራይ ናይ ሰራሕተ ናይ ሰራሕተኛ ኢሉ እውን ንመንግስቲ ዝኸፍልዎ ቫት እኒሆ ማለት ግብሪ ማለት እዩ ናቶ ኣጠቓሊሉ እስካብ ዕስራን ሸውዓተን ሽሕ እዩ ዝኸውን ማለት እዩ ናይ ዕስራን ሓደን ካራት ካብ ከም ሰቡ ካብ ከም ቦቱ ግን ይፈላለ እዩ ቀጺልና ንሪኦ በዓል ዕስራን ክልተን ካራት እዩ ክኸውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሰላሳን ክልተን ነጥቢ ሰላሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዕስራ ሽሕን ትሽዓተ ሚእትን ሓምሳን እዩ። ክሽየጥ ውዒሉ ዘሎ ማለት እዩ። ካብ ሕዚ ዝረኣናዮም ንመጋየፂ ዝኾኑ ዓይነት ካራት እዮም ነይሮም። ሕዚ እንሪኦም ከዓ ንኢንቨስትመንት ዝጠቕሙ ዓይነት ወርቂ እዮም። በዓል ዕስራን ሰለስተን ካራት ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሰላሳን ሸሞንተን ነጥቢ ሓምሳን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራን ሓደን ሽሕን ሸውዓተ ሚእትን ሰላሳን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ ኣብ መወዳእታ ማለት እዩ በዓል ሓደ ውቅዒት ወይ ከዓ ዕስራን ኣርባዕተን ካራት እንብሎ ዓይነት ወርቂ እዩ ማለት እዚ ወርቂ እዚ ሚእቲ ፐርሰንት ካብ ሚእቲ ሚእቲ ፐርሰንት ንፁህ ወርቂ ብወርቂ ብቻ ዝስራሕ ምንም ዓይነት ካሊእ ማዕድናት ዘይሕወሶ ብወርቂ ብቻ ዝስራሕ ዓይነት ወርቂ እዩ። ናይዚ ዋጋ ድማ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ብናይ ኣሜሪካ ዶላር ብሚእትን ኣርባዕን ሓሙሽተን ነጥቢ ዜሮ ዜሮ ሳንቲም ዶላር ክሸጦ ከሎ ብናይ ኢትዮጵያ ገንዘብ ከዓ ብ ዕስራን ክልተን ሽሕን ሸውዓተ ሚእትን ሰላሳን ሓሙሽተን ቅርሺ እዩ ክሸጠ ውዒሉ ዘሎ። ምናልባት ንስኻትኩም ንኣብነት ብናይ ኣሜሪካ ዶላር ሚእትን ኣርባዓን ሓሙሽተን እንተኾይኑ እታ ሚእትን ኣርባዓን ሓሙሽተን ተባዚሓ ብኢትዮጵያ ገንዘብ ክንደይ ትመፅእ ዘይኾነሲ ብሄራዊ ባንኪ ባዕሉ ዘውፅኦ ብናይ ኢትዮጵያ ገንዘብ እና ብናይ ኣሜሪካ ዶላር ዘውፅኦ ገንዘብ እዩ ዝሰርሖ ማለት እዩ ደቂ ዓበይቲ ወይ ምክንያቱም እዚ ዶላር እዚ እኮ ተባዚሑ ክንዱዚ ኣይመፅን ስለዘልኩምኒ ኣብ ኮሜንት እና ተባዚሑ ዘይኮነስ ናይ ባዕሉ ዋጋ ዘውፅኦ ብሄራዊ ባንክ እዩ ማለት እዩ። ክብራት ኣሕዋተይ ናይ ሎማዕንቲ ጁን ሸውዓት ወይ ከዓ ጎንበት ሰላሳ ዝነበረ ዕለታዊ ናይ ወርቂ ዋጋ ከምዚ ይመስል ነይሩ። ሓሳብ ሬተኹም ኣብ ኮሜንት ፀሓፉለይ። እስኻትኩም እውን ተገዚእኹም ክንደይ ገዚእኹም ሞ ዘለኩም ኮሜንት ፀሓፉ። እስካዕ ቪድዮ ፍፃመ ንስተኸታተልኩምኒ